ሓዝ ተዳሊኻ ጽናሕ። ሕጂ ድብል እቶም ምስ ኳሓኳሐ ብኡ ብኡ ዝኸፍ ቱሉስ ከመይ ኣስተውዓሊ ባርያ ኢሉ ጎይትኦም ክመጽእ ከሎ ክኹሕኩሕ ከሎ ነዚ እንታይ ኢልዎ ሽዕኡ መባርህትኹም ብሩህ ሓቓቑኹም ዕጡቕ ወዲ ሰብ ክመጽእ ከሎ ቁሕቁሕ ምስ ኣበለስ ብኡ ብኡ ትኸፍትሉ ምሰሉ ኣሜን ኣሜን ኣሜን

እቶም ሱራፊኤል ከኣ ነቲ ሓደ ነቲ ሓደ ቅዱስ ኣታ በሎስ ቅዱስ ቅዱስ እግዚኣብሔር ይብሎ ነበረ ይብል ሽዑስ መሕብኢ ስኢኑ መሕብኢ ስኢኑ ኢሳያስ ከኣስ እንታይ እንዳበለ ይመጽእ ኣብቲ ምዕራፋቱ ቅድሚ ሻድሻይ ተሪኢኻሲ ወይልኹም ከምዚ እንዳበለ ይመጽኡ ወይልኹም

ቀብ ካብ መንፈስ ጎይታ ህ ካብ ክብሪ ህ ናብ ክብሪ ናብ ምስሊ ኣርኣያው ንልወጥ እንታይ ንሰብ ዝልውጦ ክብሪ ክብሪ ክብሪ ይልውጥ ኣንብቦነት ዮሃንስ ካልኣይ ምዕራፍ ማይና ወይኒ ንምንታይ ድዩ ተለዊጡ ክብረቱ ገለጸ በላታ ህዝቢ ክብረቱ ክብሪ እኮ ኣይገሊጹ ኣብቲ ክብሪ ዘለዎ ለውጢ እዩ። ኣሜን ኣሜን

እሞ ነዚኤ ከምልኽ ኣነ ኣቤለኻኒ ዝብለኒ ኣነ ምልኽ ኣለኹ ዋይ ክዛረብ ኢልዎ እኮ እዩ ጌጋ ግን ተዛሪቡ እታ ዝሃብካኒ ዝሃበቶ እሞ እንታይ ገይራቶ እቲ ትእዛዝ ሱይ ተቐቢልዎ ነነነ ካብዚ ንበልዕን ኢና ወይ ከዓ ካብኣ ክርሕቕ ኣይነበሮ ከም ነገር ከይምፅእ ተገ ሓቂ እኮ እዩ ክልቲኡ ሓቂ እዩ ወይ ኣብቲ ጥቓ ክኸውን ነይርዎ ወይ ከዓ እቲ ትእዛዝ እዚ ክብል ነይርዎ እታ ንስኻ ዝሃብካና እምበር ብዘይ ባኣ ከለናሲ በቃ ኣስታቢም እኮ እየ ነይረ ምሳኻ ዋላ ሓንቲ በዲለ ይፈልጥ ገለ ናብ ውዳት መጺኡ ኣምላኽ ድተናኽፎ ደሎ ከኣ ሓደ ንምሕረት ንፈውሱ ዝኸውን ተዛረበሉ እታ ንፈውስና ትኸውንሲ ባዕልና ኢና ንዛረባ ንምንታይ ኢና ኣብዚኣ መጽኤ ቅድሚ እዚኣስ ገለ ኢለ ነይረ ክብሪ ክብሪ እወ ክብሪ ክብሪ። ናይ ኢሳያስ እየ ዝዛረብ። እወ ናይ ኢሳያስ እንድየ ዝዛረብ ነይረ። ክብሪ ንሻንቆቆ ከኣ ሲ ገዛ እያ ኣብታ ኣፍ ኣብታ ኣፍ እየ ክዛረብ ደልየ እታ ኣፍሲ እንታይ ኢሉ መሲልኩም ኣነ ከናፍሩ ዝርኹስ ሰብ እየ ፈውሲ ማለት ትፈልጡ ዲኹም ኣምላኽ ይትንክፈካ ጥራሕ ኣምላኽ ብርሃን ይደው ደውደውዓልካ ከም ብመስትያት ጌርና እናጠመትናዮ ዳይና መስትያት ታይ ማለት ድዩ መልክዕኻ ዘርኢ እስኪ በለንታ ሕጅስ ንጉስ ንጉስ ሓደ ንጉስ ዋላ ንጉሳት እዞም ንጉሳት ደለው ሕጂ ዋላ ተሲኡ ንጉሆሲ ናብ መስትያት ተትኸይድ ናብ መስትያት ተትኸይድ ቆልዑ ከለዎ ተትኸይድሲ

ኣይምሕሮን እዩ መስቀል ስሙ ነቲ ክብር ጎይታ ከም ብመስትያት ጌርና እናጠመትናዮ ክብለካ ከሎ ከም ደለኻያ እና ከርእየካ እዩ ክትልወጥ ምእንቲ እንታይ ደኣ ቆልዕ ከለካ ንዛ ይገለል ኣሞ ከጸብቐካ ከሸኩረካ ኖ መስተያት ስርዑ

ከም ብመስትያት ጌርና እናጠመትና ህይወት ከም ካብ መንፈስ ጎይታ ካብ ክብሪ ናብ ክብሪ ናብ ምስምዓል ብምንታይ መሲልኩም እንዳረኣኻዮስ

ክርኢ ርኹስ ዝኸናፍሩ ሰብየ ምስ በለ ኣምላኽ ከኣ መጺኡ በቃ እሳ እንዲ ድደሊ ክትዛረብ ይደሊ እቲ መንፈሱ ዝንቕንቐና ሙቐት ዝህበና ዝተናኽፈና እኮ ካልእ ኣይኮነን ክንእመን ክንዛረብ ክንብል ክንንቀሳቐስ እዩ እኮ ደሓር ከምኣ ምስ በለሲ ጉጤት ኣምጺኡስ ተሸ ሸቢርዎ በቃ።

ምስ ሰራሓካ ግን መሳርሕቱ ዝገበረካ ኣምላኽ ነቲ ምስኡ መተዓይይቲ ምዃንካ ዘይተጣዓሰሉ ኣምላኽ ኣታ ክብሪ እስከ ሃብዎ ሃለሉያ ኣይጠዓሰን እንዲዩ ከዓ ኣምላኽ ከዓ ንህያቡ ኣይጠዓሰን መሳርሕቲ መትዓይቲ ኣዳም ኪድ ዕየ እንዲልዎ ዕየ እኮ ኢልዎ ኣፀብቃ በቃ እዛ መሬት ኣፃባበቃ በቃ ሓልዋ ዕየ ኢልዎ ረዲኹም እዚ ስራሕ ዋላ ቅድሚ ሓጥያት ነይሩ እዩ ዕዮ ይበሃል ረሃፅ ግን ኣይነበሮን ሓቂ ዘረባ ጥራሕ ኣይነበሮን ምኽንያቱ ኣምላኽ ሰሪሑ ኣብቲ ወዲ እዩ ኣቀሚጥዎ ሕጂ ምሕላው ጥራሕ ምዕያይ እቲ ረሃፅ ደሓን ሓጥያት ምምፅኡ እዩ ረሃፅ ብረሃፅካ ብላዕ ሓጥያት እያ እዛ ሕጂ ዘለናያ እዛ እሾኽ እሾኽ እንተ ኾርባን እሾኽ እኮ እንተ ኾርባን እኮ ኣምላኽ ኣይፈጠረን ጽቡቕ ምዃኑ ዝረኣየ እቲ ዘርኢ ዝገበረሉ መዓልቲ እዩ ዘርኢ ዝገበረሉ መዓልቲ ምሽ መመዓልቲ ይሪኦ ነይሩ ጽቡቕ ምዃኑ ረኣየ ግን ብዘይ እሾኽ ስለ ዝረኣየ እኳ እዩ እሾኽ ኣይነበረን እሾኽ ደኣ መን ኣምጺዎ ሓጢኣት ሕጂ ኣምላኽ ኣይተጣዕሰን። መተዓየይቲ ንሕና መዓየይቲ ኣምላኽ ኢና ምሽ ንብላሎ ርኢኹም ከየለና ብዙሕ ዝሰርሐስ ምስ ምስ ሰራሓና ግን ሓንሳእ እንድዩ መተዓየይቱ ገይርና ድሓር እንታይ ይብል ንመን ክንልእኽ ኢና መን ክኸደና እዩ በለ ምስ በለስ ተሓጺቡ እንድዩ ጸርዩ እንድዩ ኣነ ኣለኹ ንዓይ ንኣኽ ኣሜን ኣንተ ወይ እንታይ ኢለ ኣብ ሲንክ እንድሕር ኣለና ንኣገልግሎት ብቑዓት ኣይኮናን ምሕፃብን ምፅራይን የድልየና ምስ ተሓፀበ ሰብ ግን ንመን ክልእኽ መን ከኸደልና ምስ በለስ ኣነ ኣለኹ ንዓይ ንኣኽ ስለዚ ኣብ ህይወት ጸጋ ዝተቐበለ ሰብ ቅድስና ህይወት ቀዳመይቲ ኣምላኽ ተመስገነ ይኹን ታሞ ራብዐይቲ ከመይ ግዜና ደኺምና ዶ ኣለና እየኸለና እቲ ዝገርም ግዜ እዩ ዘሎ ኣምላኽ ይመስገን ስምርሓወይ ብምርኣይካ ንሕጎስ ቃል ሓቂ ጸሓፍካ ራብዐይቲ ራብዐይቲ ክንሪኣ ኢና ብህቡበት ጸጋ ምዕባይ ዝብል ኣርእስቲ ኢና ሒዝና ዘለና ቀዳማይ ከመይ ኢልና ብውህበት ጸጋና ንዓቢ ንዝብል ውህበት ጸጋና ምፍላጥ ብውህበት ጸጋና ከዓ ምግልጋል ካብኣ ዘይምውፃእ ካልኣይ ነቲ ተዋህበና ጸጋ ርእስኻ ምውፋይ ሳልሰይቲ ከዓ

ናብ ደረፍቲ ከይትልወጥ ኢካ ትፈርሕ ከምዚ ፖፕላር ሰብ ገለ ገለ ድኮና ክመስለና የብሉን ብመዝሙር ከምኡ ንከነምጽእ ከነጥሪ ኣይኮናን ደለና ናህና ምልክት ናህና ምስሊ ትሕትና እዩ ኣሜን ነዚ ትሕትና እዩ ብሩኸ ባልዳማይ ብዛዕባ ትሕትና ክሓስብ ከለኹሲ ማይ ክወቅዕ ከሎሲ ቅድም ንመን ንመን እዩ ድወቕዖ ነቲ ጎቦ ድዩ ድወቕዖስ ዋላ ነቲ ዓሚቕ እዋይ ይሕዞ ደኸ ናበይ ይሰዶ በቃ ኾ ኣብ ትዕቢት ዝበሃል ጸጋ ኣየ ክኸውን ኣይክእልን ክኸውን ኣይክእልን ኣብኡ መትሓዚ የብልካን መትሓዚ ጸጋ ትሕትና እዩ እስኪ በል ኣምላኽ ንትሑታት ኣብዚሑ ከላታ ድያ ኣብዚሑ ላታ ኣብዚሑ ኣይተጉድሉሉ ከምቲ ድበሎ ከምቲ ድበሎ ደኣ በሎ ኣብዚሑ ጸጋ ይህቦ ኣብዚሑ ኣብዚሑ ኣብዚሑ ኣብዚሑ ጸጋ ይህቦ ኣብዚሑ እም? እቶም ኩሎም ናይ እግዚኣብሔር ሰባት ጸግኦም ዓቂቦም ሓሊፎም እንተ ደኣ ኮይኖም ካብዛ ምድሪ እዚኣ እንታይ ዓይነት ዝኾኑ እዮም ትሑታት ትሑታት ጳውሎስሲ ምስዚ ዅሉ ጸጋታትሲ እንታይ ይብል? ካብ ኵሎም ለጠቕ ንዝብል ይብል። ዋይ ኣታ ጳውሎስ! እስኻ ደኣ እሞ ታሽዓይ ምዕራፍ ክትሰጕግ ጸኒሕካ፣ ኣብ ሻሙናይ ምዕራፍ ክትሰጕግ ጸኒሕኻ፣ ኣብ ታሽዓይ ጐይታ ተቐቢልካ፣ ካብ ታሽዓይ ምዕራፍ ግብረ ሃዋርያት ምስ ሓዝካዮ ሮሜ ኢልካ፣ ቈረንጦስ ቀዳማይ ካልኣይ ኢልካ፣ ገላትያ ኤፌሶን ኢልካ፣ ፊልጵ ቆሎሴን ከኣ ንኺድ በሎ እዝስ ወዲእካዮሲ ሃዋርያት ከማን ቦታ ደይ ገደፍካሎምሲ ከመይ እንተ ለጠቕ ድብል ካብ ኩሎም ኣሜን እወ ኣሜን ኣነ ኮንኩን ጸጋ እዩ ኢሉ ባዕሉ እንታይ ኢሉ ኣነ ኮንኩን እ፣ እቲ ኣባይ ዘሎ ጸጋ እዩ ኣሜን ኣሜን ጸጋን ርእስናን ክንፈልዮ እንተ ደኣ ዘይክኢልና ክንሽገር ኢና። ጸጋ ኣንቶ እንታይ ኢለኩም? ዘይናትና ኣባና እስከ በላታ በሎ ስሓዚ ዘይናትካ ኣባኻ እዩ። ነዚ እኳ እዩ ስለምንታይ ደኣ ተቐቢልካ ካብ እትኸውን እትኽበር ኢሉ ዶ ተጻሒፉ ኣሎ? እንታይ ማለት ድዩ? ደይናትካ ከሎ ሲ ንዓባ ዘምረና ተኢሎምኻ ሲ

እንደዚህ ናትካ ፈሳሕሳ ማለት እኮ እዩ ኣሕዋተይ ጸጋ ማለት ዘይናትካ ኣባኻ እዚኣ እንድሕር ተረዲኣትና ክንነብር ኢና ምስ ኣሜን። ተሰማሚዕና ክንነብር። ኣሜን
ካብ ኩሎም ልጠቕ ካብ ኩሎም ቅዱሳን ኢሉ ሓቀይ ልጠቕ ንዝብል ንዓይ እቲ ዘይምርመር ሃብቲ ክርስቶስ ነህዛብ ክሰብኽ እዚ ጸጋ እዚ ተዋህበኒ። ኣብ ገሊእኸ ቁላዕ እብል ንነዛ ርእሱ ቁላዕ ተረዲእኩማ ዶ ኣብ ዘይመዓልቱ ተወልደ። ነዛ ርእሱሲ ኣንፈፍዩዋ እዩ። ኣነ እዚ ቀዳማይ ምሓጥእ እብል ኣብዚ ቅድሚት ትስራዕ። ኢሳቕ ብቕድሚኡ እንድሕር ኮንካ ነነነነነ ካልእ ኣይኮን ኢሳቕ ሓወይ ኣነ እየ ቀዳማይ። ኣታ እዚኦም እዮም ሓሊፎም ነዚኦም ርእዩስ ንዓኻ ርእየካ ኣሎ ሕጂ።

ኣብ ህይወትና ዘሎ ሓቀኛ ውህበት ጸጋ መለለዪ ትሕትና እዩ። እስኪ በሉ
ኣንቶ እቲ እሾኽ እንታይ ኢልዎ ካብ በልኩም ደኣ ንዕፅልሉ ኢልዎም ሓቀን እሾኽሲ ተተፀጋዓካይ ፅቡቕ ተበልካያ ዲና ኢልናይ ሓቀን ኩሉ ይጥዖምኒ ሓቀን ስለዘይብሉ እኳ እዩ ስለዘይብሉ እዩ እቶም ዘለዎም ኣብዮም እዮም ሓደ ሓደ እዋን'ዶ ርኢኹሞም ኣለኹም? ፍረ ደይብሎም ክኾኑ ከለው ጨንፈሮም ናበይ ይኸይድ? ከምዚ ኢሉ ንላዕሊ ይመጽእ። ፍረ ክሕዙ ምስ ጀመሩኸ? ኣብ ገዛኹም ዝነበረ ኩኹ'ዶ ርኢኹሞ ኣለኹም? ኩኹ፣ ከዝቤት፣ ናበይ ድዩ ዝወጽእ? ንደገ። ዓዲ ጓኖት ዋላ እዩ። እቲ ክስታይ'ኳ እቲ ምስ ተሰከመሲ እደንን። ደለዎ ይግደድነን በለን ነታ ህዝቢ ዘይብልካ ኮንካ ከዓ ከምዚ ትብል ድሕር ሓዚልካ ፍረ ድሕር መፅዩ ድሕር ፀጋ ተልዩ ትደንን ከምኣ ንደቂ ኢኻ ተብልዕ ነቶም ገዛ ደይኮኑስ እምኒ ደደርብዮም መእትውል ካብቲ ውሽጢ ገዛ ክኾሩ ሰመረ ነራት ንደገ ከይተረፈ ኸይድ እቲ ፍረ ድንን ንብል በቃ ደስ ይብለካ ፍረ ምስ ተታሕዘ ድንን እቶም እቶም እቶም ሓፂን ኣልዕላልዕል ኣብዕልል ኣቢሎም ክንዲ ገለ ዝገበሩ ዝቕርፆም ገለ ይሕብኡ እንድዮም ይሓውዮም ግፍሕ ድበለ ገለ ገለ እዮም ዝገበሩ

ስለዚ ትሕትና እንድሕር ኣለካስ ትሑት ኢኻስ ክበሉ ጀማል ተባለ የሱስ እኮ ትሑት እዩ ነይሩ ትሑት ትሑት ኣነ ለዋሄ ልበይ ከዓ መሊእዎ እንዲሁ ሙሉእ ድምፁ ስምዕ ነይሩ ደለዎ ድምጺ ኣይስማዕን ኣይደረን ማይ ሰሊሆም እኳ ኢየሱስ ክርስቶስ ማይ ሰሊሆም ዶ ትፈልጡ ለምን እንዳበለ ስሩሕ ዝገብር ኣይጭድር ኣይጨደር ተረኣኻኸ ኮላ ሰብ ድድሕሪኡ ትኸይድ ኣታ እንታይ ደኣ ደይዛረብ ከሎ

እንድሕር ኣለካ ንሰብ ውህበቱ እ መገዲ ይኸፍተሉ መንቕለይ ኣብ ዓበይቲ የብጽሖ ባዕላይ ኣይክፈት ታደገ ኣምላኽ ባዕሉ ይኸፍት ንሱ ኣብዚሑ ጸጋ ይህብ። ስለዚ ድማ ኣምላኽ ንዕቡያት ይጻረሮም፣ ንትሑታት ግና ጸጋ ይህቦም። ስለዚ ኣብ ጴጥሮስ ሽዑ እንታይ ይብል? ኣቱም መንእሰያት ከምኡ ነቶም ዝዓብኹም ተገዝእዎም። እቶም ዓበይቲ እቶም ንኣይ እቶም መንእሰያስ ንመን? እዋይ እቲ መጽሓፍ ቅዱስ ከዓ ክፍተወካ ኣምላኽ ንዕቡያት ይመዓቶም እሞ ንት- ን- ንትሑታት ግና ጸጋ ይህቦም እዩ እሞ ኩላትኩም ንሓድሕድኩም ምእንቲ ክትግዝኡ ትሕትና ተዓጠቑ። ዓንተ ወይ እንታይ ይብል ነይሩ ነቶም መንእሰያት? ሕጂኸ ኮሎኹም ዓበይቲ ዲኹም ህ ተሓቱ ነቲ ንእሽተይ ከም ዓቢ ስምዓዮ ተጻሒፉ ነብቲ ዘላዩ ፈውሲ ካበየን ናጻ ኣይትፈልጥን ኢኻ ኣነ ዶ መስሊ እዚ ዶ ኣይትበል እ ነቲ ንእሽተይ ሲ እ ከም ዓቢ ስምዓዮ ፈውሲ ካበየን ናጻ ኣይትፈልጥን ደጊም ብግዚኡ ንሱ ልዕል ምእንቲ ከብለኩምሲ ኣብታ ትሕቲ ጽንዕቲ ኢድ ኣምላኽ እንታይ ግበሩ ትሕት በሉ። ብግዚኡ እስኪ በሉ ኣምላኽ ኣብ ግዜ መን እዩ ዝንቀሳቀስ? መልሱለይ ኣብ ግዜ ግዜና ኩሉ ግዜ እንታይ እዩ ድልው እዩ። ሕጂ ድልው ስለ ዝኾነ ንየሱስ ሰላሳ ዓመት ከይመለአ ክወጽእ ኣይክእልን ምክንያቱ ንምስክር ብቑዕ ሰላሳ ዓመት እዩ። እዩ ሰላሳ ክመልእን ኣለዎ ኦሪት ክመልእ ኣለዎ ሕጂ ኣብቲ ገዛ ከኣ ገለ ገለ እንዲ ዝዛረቦም ነቶም ኣሕዋቱ እንታይ ደኣ ነቢኤ ወዲ ነቢኤ ትብል ኪዲ ርእስኻ ንዓለም ኣርኢ እንታይ ትብለና ኣለኻ ይብልዎ ነይሮም ትፈልጡ ዲኹም እብሎ እኮ እዮም ነይሮም ግዜኹም ኩሉ ግዜ ዝተዳለወ እዩ ናይ እግዚኣብሔር ኣገልጋሊ በየናይ ግዜ እዩ ዝንቀሳቐስ?
እዚኣ እታ ዘይንኸስረላ መኽሰብ መኽሰብ ዝከበሉ መኽሰብ መኽሰብ ተሃልያ ኣብታ ግዜኡ ትንቀሳቐሳ ምንቀሳቐስ ዋላ ይርስዑ ብዙሓት ምሽ ትርስዕ ኢኻ ከምዚ ንእያሱ መን ዶ ዘኪርዎ እዩ ንገሩኒ ንእያሱ ሙሴ ዘኪርዎ ኖ ዋው ሓንሳእ ፈሪድዎ እዩ ናብታም ድንኳን ናብ ድንኳን ምሕላው ምስ ከደ ፈሪድዎ ሰብዓተ መረጸ ሲ ዕቤት ኣይህቦ ገለ ተምጸእ ሲ ገለ ይውስኽ ገለ ኣይምጽኦን ዋላ ኣብቲ መወዳእታ እኸይድ ኣለኹ ነዚ ህዝቢ ደኣ ኣይመጾን ኣብ ሓሳባቱ ኣዕብይዎ ይኮነ ዋላ ገለ ይኮነ ኣፍርይዎ ተኪእዎ ይኮነ ደድሕሪኡ ሰሪዑዎ ነይሩ ኣይኮነን። ቴንዳ፣ ሃገር፣ ኣብታ ድንኳን እዩ ነይሩ። ምስ ተሸገረ ከማንሲ ሙሴስ እግዚኣብሄር እዩ ጣልቃ ኣትዩ። ኣንተ ወይ እንታይ ኢለኩም? እያሱ ወዲ ነዌ መላኣለይ መንፈስ ዘለዎ ሰብኣይ እሱ ኣለካ ንዑ ሕረዮ ካብ ግርማኻ ኣቐምጠሉ ኢልዎ። ኣምላኽ ይድዝክር እስኪ
ኣምላኽ ይድዝክር ዕቤት ከምፅእ ከሎ እግዚኣብሄር ምዝካር ከምፅእ ከሎ እዚኣ እያ እታ ግዜ ኣምላኽ ትሕት ኢሉ ግን ፀኒሑ ዶ እወ

ዋላ እዚ ገለ ትጽቢት ደንጉየኩም ዋላ እንተሃለወ ኣብ ሓደ እዋን እንቋዕ ደንጉየ ክትብሉ ማርዶካይስ ቐድሚት ተዘኪሩ ነይሩ ተትኸውን ኣብ ፈረስ ደስቁሎ ምዝካር ኣይመበለን ማርዶካይ ቀልጢፉ ተዘኪሩ ነይሩ ተትኸውን ንህዝቢ እስራኤል ዘድሕን ኣይመኾነን ነይሩ እቲ ምዝካር ጽቡቅ ጌርካስ ተረሲዕኻ ኣጺርዎ እዩ እሞ ትም በለ ኢሉ ኣጺርዎ እዩ እሞ እ፣ ትም ግዜ ኣምላኽ ኣታ ግዜ ኣምላኽ በላታ ክዝክረካ ከሎ ሽዑ ንሱ ኣብታ- ኣብታ ትኽክል ግዜ ንርእስኻ ጥራሕ ዘይኮነስ ንህዝብኻ ኔሽን

ኤልያስ እዩ ሰጊሩ ክምለስ ከሎኸ ኣምላኽ ኤልያስ ኣምላኸይ እንድዩ ኢሉስ ከምታ ዝገበራ ንሱ ገይሩ በይኑ ተመሊሱ ግዜ ኣምላኽ ክመጽእ ከሎ ኣምላኽ ነቶም ትሑታት እዩ ነቶም ትሒቶም ጸንሑ ንዕኦም እዩ ዕቤት ዝህቡ ዕቤት ኣብ ኣምላኽ እንተ ደኣ ሃልዩ ነቶም ትሒቶም ዝጸንሑ ሳሙኤል ሳሚኤል እዚ ኹሉ ጉድ ናይ ኤሊ ፈልጥ እዩ ሳሚኤል ከ ኣብ ትሕቲ ኤሊ የገልግል ነበረ ኣሜን እዋይ ሎሚ ደኣ ንእሽተይ ነገር መገልጋሊኻ ተፈሊጥካሉ ክትሃድም ንዓ ንዓስ ክበሉታ
ትርኢ ኣለኹ ክንደይ ጉድ እኮ እዩ ነጊርዎ ክንደይ እኮ እዩ ነጊርዎ ሳሚኤል ከኣ ኣብ ቅድሚ እያ ትብል ኣብቲ ትግርኛና ተተርጉማ ደላ ግን እንታይ እያ ኣብ ትሕቲ ኤሊ በላ እስኪ እዚኣ ኣብ ትሕቲ ኤሊ የገልግል ነበረ ድሓር ኤሊ ከኣ ግዜኡ ወዲኡ ምስ ሓለፈ ኣምላኽ ክዓቢ ከሎ ንመን እዩ ድዕቢ ንብል ኣለና ነቶም ትሒቶም ዝጸንሑ ንዕኦም እዩ ዕቤት ዝህቦም ስለዚ ሓቀኛ ጸጋ መለለይኡ ትሕትና እዩ። ጸጋ ብትሕትና እዩ ዝግለጽ። ካብ ኣምላኽ ምዃንካ እትግለጽ ብትሕትና እያ ከዓ እትግለጽ። የሱስ ክርስቶስ ሲ እነሆ ንጉስኪ ምስ ተባህለስ ኣብቲ ትሑት ድሕሪኡ እንታይ ተጻሒፉ ኣሎ? እቲ ትሑት ኣሜን። እነሆ ንጉስኪ መን እቲ ትሑት ኣብ ጸዓብ ኣድጊ ተወጢሑ ናባኺ መጻካ ኣሎ። ኣሜን። ስለዚ መግለጺ ጸጋ ብትሕትና እዩ ብትሕትና ኢና ንግለጽ ክልተ ኣርኣያ እንቋዕ ደሓን መጻኹም ዋ ናፈቕናዮም ሰባት ሓምሸይቲ ናይ መወዳእታ እያ ሓቀኛ ውህበት ጸጋ ውህበት ጸጋ ከመይ ገይሩ ይዓቢ ኢና ንዛረብ ዘለና። ቀዳመይቲ ውህበት ጸጋና ነዕብዮ ውህበት ጸጋና ምፍላጥ በታ ውህበት ጸጋና ጥራሕ ምግልጋል ዝብል እዩ። እቲ ካልኣይ ከኣ ውህበት ጸጋና ንኽዓቢ ርእስና ምውፋይ ርእስኻ ክደሊ እዩ። ሳልሳይ ካብ ሓጢኣት ብቅድስና ህይወት ምንባር ዝብል እዩ። ራብዓይ ከኣ ትሕትና። ምስ ጸግኡ ክነብር ዝደሊ ብትሕትና ኩሉ ግዜ ይንበር ዝብል ርኢና ሓምሸይቲ ናይ መወዳእታ ንርኣ ከኣ ሰላም ምስ ኩሎም ቅዱሳን ጸጋ ምስ ኩሉ ሰብ ብምንታይ ዘንብረካ ብሰላም እዩ ዘንብረካ ኣብ መጽሓፍ ቅዱስ መቸም ነዛ ሰላም ምስ ኩሉ ሰብ ትከኣል እንተኾይኑ ድኢልዎ ተርጒምዋ ደሎ ብትግርኛና እንታይ ማለት ይመስልኩም ብኣኹም ዝመጽእ ብኣኹም ወገን ሕጂ ኣነን ንስኻን እንድሕር ተሃናዂትናሲ ብኣኻ ዝመጸ እስኻ እንድሕር ደኣ ደይተባኢስካስ በይኑ ዝበኣስ የለን በኣስ ክሳብ ክንደይ እዩ ሕጂ እንታይ ድብል ዘሎ መጽሓፍ ቅዱስ ብኣኹም ወገን ተሓደስ ንበኣስስ እንታይ ይበሎ እምቢ ይበሎ ናይ እግዚኣብሔር ሰብ ጸጋ ዘለዎ ከኣ ንባእሲ እንታይ ድብል በሉ እምቢ ወስኹ እምቢ ምስ ዓበየ ዓንፈይ ሙሴ እንታይ ገበረ ኣበየ ሕጂ ከኣ ጸጋ ዘለዎ ሰብ እንታይ ድብል ንባእሲ እምቢ ምክንያቱ ባእሲ ኣፍራሲ ጸግኡ ክነብር ዝደሊ ባእሲ ካብ ባእሲ ይስሓድ ንባእሲ ቀይሮ መጽሓፍ ቅዱስ ብዙሕ ሓቂ ንባእሲ እመን ቀዳማይ ተሰሎንቄ ሓሙሽተ ዓሰርተ ሓደ ዓሰርተ ሰለስተ ስለዚ ከምቲ እትገብርዎ ዘሎኹም ንሓድሕድኩም ተመዓዓዱ እቲ ሓደ ነቲ ሓደ ይህነጾ ግናኸ ኣቱም ኣሕዋትና ነቶም ኣባኻትኩም ዝጽዕሩ እናበለ ይቕጽል እሞ ኣብታ መወዳእታ እንታይ ይብል ንሓድሕድኩም ብሰላም ንበሩ ሕጂ እንታይ ማለት እዩ መሲልኩም ንሓድሕድኩም ብሰላም ንበሩ ማለት ኣነን ንስኻን ምሳኻ ዶ ዝሒልካ ድሓን ዕርፍ ሕጂ ኣነን ዮኒንሲ ጸጋ ዮኒ ተመቒለ ክዓቢ ተኾይነ ጸጋይ ተመቒሉ ክዓቢ እንድሕር ደኣ ኮይኑስ እንታይ ክህሉ ኣለዎ እስኪ በልዋ ከለኹም ሰላም ተጠቃሚ ጸጋይ ክኸውን ሰላም ክገብር ኣለዎ ተጠቃሚ ጸግኡ ክኸውን ሰላም ክገብር ኣለዎ ንሓድሕድኩም ብሰላም ንበሩ ንምንታይ ጸጋ መታን ክማቐል ኣብ ጴጥሮስ እንታይ ኢሉ ንሓድሕድኩም ኣገልግሉ ቅድሚ ምባሉ ንሓድሕድኩም ተቐባበሉ ድገሙለይ ንሓድሕድኩም ተቐባበሉ ቅድሚ ንሓድሕድካ ምግልጋል እንታይ ይቐድም ምቅብባል ምቅብባል ሕጂ እንድሕር ዘይተቐቢልኩምኒ ኮፍ ኢልኩም ጥራሕ ኢኹም ዘለኹም ሓቂ ንምዝራብ ከምኣ ማለት እያ እንድሕር ደኣ ዘይትቕበሉኒ ኾንኩም ሕጂ ኮፍ ኢልኩም ጥራሕ ኢኹም ዘለኹም እንድሕር ትቕበሉኒ ኾንኩም ከ ትሰምዑ ኣለኹም ትጥቀሙ ኣለኹም ስለዚ መጽሓፍ ቅዱስ ቅድሚ ንሓድሕድኩም ተገላገሉ እንታይ ቀዲሙ ኣሎ ተቐባበሉ ናይ ጴጥሮስ ከምኡ እያ ንሓድሕድኩም እንታይ ግበሩ ተቐባበሉ ብድሕሪኡ ኣገልግሉ ንሓድሕድኩም ስለዚ ንኣገልግሎት ንጸጋ ውህበትካ ንምሽራፍ ንጸጋ ውህበትካ ንኻልኦት ንምዃን ናይ ካልኦት ንዓኻ ንምዃን ሰላም ኢኻ ተወሪስ። መንግስቲ ኣምላኽ ከኣ ብምንታይ እያ ኢልዋ ኣሎ? ብጽድቅን ሰላምን ሓጎስን። ሓጎስ ዘይብሉ ክርስትያን፣ ሰላም ዘይብሉ ክርስትያን፣ ጽድቂ ዘይብሉ ክርስትያን ኣብታ መንግስቲ ምህላው ዘጠራጥር እዩ። ክትግለጽ ከላ እታ መንግስቲ ብጽድቂ እያ። ክትግለጽ ከላ እታ መንግስቲ ብሓጎስ እያ። ክትግለጽ ከላ እታ መንግስቲ መንግስቲ ሰላም እያ። መራሒኣ መስፍን ሰላም ስለ ዝነበረ ሰላም ሰላም ብእምነት ካብ ጸደቕና ምስ በለ እንታይ ኢሉ ምስ ክርስቶስ ብ- ምስ ኣምላኽ ብክርስቶስ እንታይ ኣለና ሰላም ኣለና ይሃልወና እያ እትን ተተርጒማ ዘላ ኣለና ውዱእ

ሰላም ሰላም እንድሕር ኣሎስ ንሓድሕድና ክንጋናናሕ ንኽእል፣ ንሓድሕድና ክንጋሳሰጽ ንኽእል፣ ንሓድሕድና ክንጠቓቐም ንኽእል። ሓቂ እተን ጽሑፋት ደግመልኩም ኣለኹ፣ ቅድሚ ንሓድሕድኩም ተገላገሉ፣ ንሓድሕድኩም ተቐባበሉ ይብል። ዘይትቀባበል ምግልጋል ዋጋ የብሉ። ንመን ጸጋይ ከሽርፉ ድሕር ደይ ተቐቢልኩምኒ ድሕር ዘይተቀቢለኩም ጸጋኹም እንታይ ይኸውን ንዓይ ኣይሰርሓለይን እዩ ስለዚ ብጸጋይ ክጥቀሙ ተጠቃሚ ጸጋኹም ክኸውን ሰላም ነውሕስ ሰላም ሰላም ኣብ ቤትኩም ሰላም ኣብ ሓዳርኩም ሰላም ኣብ ቤተ ክርስቲያንኩም ሰላም ኣብ ስራሕኩም ኣዝዩ ኣገዳሲ እዩ ኣብ ልዕሊ ሰላም ኢና ንዓቢ ጸጋና ኣብ ልዕሊ ሰላም ኣውሒስና ኢና ጸጋና ዝዓቢ። ነታ ኣብ ይሁዳን የሩሳሌምን ዝነበረት ማሕበር እንታይ ኮነላ ድዩ ድብል ሰላም ምስ ኮነላ ኸ ምህናጽ ምዕባይ ምውሳኽ ሰላም ዳዊት እንታይ ኢሉ ኣሎ? ብምጽንናዕካ ክትከበኒ ኢኻ፣ ንዕቤተይ ክትውስኸሉ ኢኻ። ከይተጸናናዕካ፣ ሰላም ከይረኸብካ ንላዕሊ ትኸይድን ኢኻ። ሰላም ኣውሕስ ቅድም፣ ሰላም ነውሕስ። ሰብ ጸጋ ኢና፣ ሰላም ነውሕስ። ጸጋና ክንነብር ተደኣ ኮይና ሰላም ኢና ነውሕስ። ኣብ ገዛና፣ ኣብ ትምህርትና፣ ኣብ ስራሕና፣ ኣብ ዝኾነ ቦታ፣ ኣብ ቤተ ክርስቲያንና ናይ ሰላም ሰብ ኢና። ጸጋ ኣለና፣ ጸጋ ኣለና። ብዙሕ ግዜ ከምዚ ኣብ ህይወትናስ ጸጋ ሓውኻ ጸጋ ሓፍትኻ ተጠቃሚ ንምዃንሲ ከምዚ ሙሽክስታ የድልየካ ከም ከም ዝፈትወካስ ከተረጋግጽ ኢካ ትደሊ ዋላ ክምዕደካ ተደለኩ ሲ ቅድም ደረጋግጾ እንታይ ድዩ ዋይ ከም ተፍቅረኒ እንበሪ እንድሕር ደይ ተፍቅረኒ ኮንካ ደኣ ይኪድ እየ ድብለካ ድሕር ደፍቅረካ ኮይነ ግን ክዛረበካ ዕድል ኣለኒ ሰላም ተለኒ ምሳካ ክዛረበካ ዕድል ኣለኒ ዘይረኣየካ ነገር ከርእየካ ዕድል ኣለኒ ሰላም ሰላም እስከ በሉ በጃኹም ሰላም ኣገዳሲ እዩ እዛ ሓምሸይቲ ትዛረባ ዘለኹ ናይ መወዳእታ እያ። ካብ ልቢ ግን ነግረኩም ኣለኹ ሰላም ኣብ ዝኾነ ቦታ ሰላም ገበርቲ ሰላም ክንከውን ይግባል እ፣ ሓደ ሓደ ግዜ ከምዚ ብዛዕባ ኣጵሎሲ ኢለ ክወድእ እንዴ ኣጵሎሲ ብፅሑፋት እንድዩ ዝፈልጥ ደሓር ሰቢኹ ኣበይ ሰቢኹ መሲልኩም ኣብቲ ጵሪስቂላን ኣኪላስን ዘለዎ ጵሪስቂላን ኣኪላስን ዘለዎ ኣኼባ ማለት ከኣ ጳውሎስ ዝንእዶም ቤተ ክርስትያን ኣብ ኤፌሶን ዝነበረት ኣብ ገዝኦም ዝነበረት ንወንጌል ዝጽዕሩ ዝፈልጡ ቃል ኣምላኽ እዮም ተዛሪቡ ተዛሪቡ ተዛሪቡ ውድእ ምስ ኣበለ ብዙሕ ዝጎደሎ ነይሩ እቲ ስብከቱስ እዋይ ክጥዕሙ እዞም ሰባት ወሰድዎ እያ ትብል ገዝኦም እንታይ ገበርዎ ሕጂ ሪኢኹም ፍቅሪ እዩ እዚ ፍቅሪ እኳ እዩ ካብ ፍቅሪ ዝመንጨወ እምበር ካልኦት እኮ ብዙሓት ተዛሪቦም ኣለው ኣታ እዚኣ ደኣ ከመይ ገይሩ እዩ ተርጒምዋ ድብሉ ሓቀ እቲ ኣብ ቃና ናይ ገሊላሲ ወይኒ ምስ ተወደአ እዛ ብርኽቲ እዴና ማርያም ሰላሕ ኢላያ ንየሱስ ወይኒ የብሎምን ወይኑ ጎዲሎም ኢላቶ ገለኸ እንታይ ኢሉ ኣሎ ዓቕሞም ዶ ይፈልጦ በሉ ክንድዚ ሰብ ኣኪብካ ዶ ደኣ እዚኤን ደኣ እዘን ሜስ እዚኤን ዶ እዚኤን ወይኒ ደኣ ቀረባ ድየን ድብል ከ ክንደይ መሊኡ እኳ እዩ ዘሎ ውራይ ግበር ክትሕመ ዲሓቀ ሙት ክትነኣድ ውራይ ግበር ክትሕመ እያ ትበሃል ድላይካ ውራይ ጌርካ ክትሕመ ኣለካ ሙት ካኣ ክትናኣድ ኢካ ክጥዕም ነበረ እብሉካ ዋይ ድሕሪ ሕሰት እዩ ኣብቲ መቃብር ዋይ ክንደይ ሰብ ኣብቲ ውራይ ተዛሪቡ እዩ ማርያም ግን ነቲ ዝምልከቶ ሕጂ

ኣጸቢቖም መገዲ እግዚኣብሄር ኣረድእዎ እኳ እዩ ድብል። እቲ ዝምህር ይመሃር እስኪ በሉ። ኣብዚኣ እኳ እዛ ክምቕለኩም ከለኹ ኣምላኽ ምስክረይ ካብዚኣ ንላዕሊ ጽቡቕ ጌርኩም ትዛረቡ ኣብ መንጎይ ኣለኹም። ኣነ እውን እመሃር እዩ ግደይ ስለ ዝኾነ ጥራሕ ሕጂ ዘገልግል ዘለኹ ግደኹም ክኸውን ከሎ ከዓ ከምኡ ኢኹም ተገልግሉ ከምኡ ከዓ እሰምዓኩም። ግና ከነገልግል ከለና ንሕና እውን ንግልገል ኢና ክንምህር ከለና
ንሕና እውን ንመሃር ኢና እቶም ንምዕድ ንሕና እውን ንምዓድ ኢና እቶም ንብል ንሕና እውን ንበሃል ኢና እቲ ፅቡቕ ናይዞም ሰባት እዚኦም ግን ወሲዶም ኣረዱ ሽዑ እቲ ፅሑፍ እንታይ ይብል ናብተን ዝኸደን ዓዲ ምስ ከደስ እንታይ ይብል ብፀጋ ኣምላኽ ብስሑ ጠቐሙ እስኪ ድገማ ዛዓዚያ ኣብዚ እንዲ ተሰሪሑ ሰላም ዶ ትርእይዎ ኣለኹም እቲ ፍቕሪ ክህሉ ከሎ ምትህንናፅ ምውሳኽ ምዕባይ ስለ ዘሎ ምስ ከደ ከዓ ብፀጋ ኣምላኽ ናብቲ ካልእ ቦታ ብዙሕ ጠቐሞ ይብል ኣምላኽ ዝተመስገነ ስለዚ ተዘራሪብና እኳ ንሓድሕድና ዘረባና ከስርፅ ሲ እንታይ ክቐድም ኣለዎ ፍቕሪ ሰላም ስለምንታይ እዩ የትሮ ንሙሴ ሰሚዕዎ ስለምንታይ ሙሴ ንየትሮ ሰሚዕዎ ይቕሬታ ክራን ደይቡ ዝወረደ ሰብኣይ ብዙሕ ሽም እግዚኣብሄር ዘምጽኣልና ሰብኣይ ብዙሕ ዓቢ ነገር ዘምጸኣ ሰብኣይ ኣብ ምድሪ ዝጸንሐ ምዕደካ ከረን ዘይደየበ ምዕደካ እወ ምዕደካ ፉል ታይም ኮይና ከነገልግል ከለና ገለ ገለ ሰብ ኣብ ስርሖም ውዒሎም ኣብ ስርሖም ውዒሎምዎ ጽቡቕ ነገር የምጽኡ ኣሜን በለ ፉልታይም ምዃን ሓለፋ የብሉን ኩሉ ግዜ ትዛረቦ እዩ እዚ ሓለፋ የብሉን እቶም ኣብ ስራሕኩም ትሰርሑ ዘለኹም ማዕሬና ኢኹም ናይ እግዚኣብሔር ነገር ትምቀሉን ተምፅኡን ከረንደ ይቡ ይውረድ ኣይውረድ ዘገድስ ኣይኮነን የትሮም ምድሪ ውዒሉ ከሎ ከዓ ምኽርምቲ እዩ ኣምላኽ ብዝተፈላለየ መንገዲ ይጥቀም ኣሜን ነዚ
ሕጂ
ሓንቲ ነገር ክነግረኩም እየ ብዛዕባ እዚኣ ስለምንታይ ከም ዝሰምዖ ሙሴ እታ ቅድሚኣ ዘላ መዓልቲ ምሳ ሓምሲዎ ንሙሴ ዓዲሙሲ እ? ምሳሕ ገይርሉ ኣምላኽ ክሳዕ ኣብዚ ዝረድኣኩም ስሙ ብሩኽ ይኹን ኢሉሲ ምሳሕ ዓዲሙ ስለዚ ኣሮን ምስ ሙሴስ እንታይ እዩ ፍቕሪ እዩ እስኪ በላታ ፍቕሪ እዩ ስለዚ ንጽባሒቱ መጺኡ ተረኣዮስ ዝተመናጨጫን ጸጉረን ኣንስቲ ዋላ ገለ ክንደይ እኳ እዩ ክልተ ሚልዮን እንዳመራሕኻ ደኣ ክንደይ ነግራማት ኣንስቲ ኣለዋ ኣታ ቶም ሰብኡት እዮም ክስሕቑ ነይሮም ሕጂ ክንደይ ከዓ ዝዛበጡ ከዓ ቴስታ ዝረፀሙ ከዓ ኣለዉ ሰብኡት ሆየ ሙሴ ኮፍ መበሊኡ ምስ ሓዘ ተሰሪዖም እዮም እቶም ክፍረዱ ዋእ ሓቁ እኳ እዩ ቆልዓ ከኣ በክሎ ክትፍረድ እያ መጺኣ ትረሩ እዚ ኣሮን እዚታት ይርእዩ ዋእ ሙሴ ክትደክም ኢኻ ህዝብኻ ተድክም ኢኻ ረብሓ ዝጸልኡ እሙናት ሰባት ሽም ኣሎ ትጸሩ ምሳኻ እንተጸሩ ኸኣ ንዓኻ ፈኹሰካ ምስ በሎስ ሰሚዕዎ ንምንታይ ሰሚዕዎ ንገረኒ

እዩ ዝጸገመ። ምኽሪ ዝሰርሕ፣ ኣገልግሎትካ ጠቓሚ ዝኸውን ኣብ ሰላስ። ንድገማ፣ ብውህበት ጸጋና ምእንቲ ክንዓቢ ቀዳመይቲ እንታይ ንገብር? ውህበት ጸጋና ንፈልጥን ነለልን ብውህበት ጸጋና ጥራሕ ከኣ ነገልግል። ካልኣይቲ ነቲ ውህበት ጸጋና ርእስና እንታይ ንወፍየሉ። ሰልሰ ብቅድስና ህይወት ንንበር። ራብዓይ ብትሕትና ህይወት ንመላለስ። ሓምሻይቲ ሰላም። እዚኤን ሓሙሽተ ዝነገርኩም ጸጋ ምሰና ኣሎ። እግዚኣብሔር ባርኩም። ጽባሕ ብዛዕባ መዝሙር ሰንበት ክንዛረብ ኢና። መዓልቲ ኣድኪመኩም ይኮውኔ ጎይታ ይባርኩም ስለ እዚ ዝጸናሓና ጽቡቅ ግጥም። ተባረኽ እግዚኣብሔር ስምካ ባረኽኩ ስምካ ወደስኩ ስምካ ቀደስኩ መሊስካ ልዕል በል መመሊስካ በሪህካ ተገለጽ ኣብ ህይወተይ ኦ ኣምላኽ ሰላም እጽሊ ኣለና ኦ እግዚኣብሔር በዛ ሰዓት እዚኣ ከምቲ ንባርያይ ዳዊት ረኺበዮ ብሓድሽ ዘይቲ ኸኣ ቀቢኤዮ ድሕሪ ደጊም ዓማጺ ኣይከጥቅዖን ከም ዝተጻሕፈ እዛ መዓልቲ እዚኣ ስለ ዝረኸብካና ስምካ ብሩኽ ይኹን ዝደለኻናን ዝረኸብካናን ጎይታ ስምካ ብሩኽ ይኹን። ሓድሽ ዘይቲ ስለ ዘፍሰስካ ባረኸካ ኣለኹ። ሓድሽ ቅብኣት ስለ ዘፍሰስካ ባረኸካ ኣለኹ። ሓድሽ ዘይቲ ስለ ዝፈሰሰ ባረኸካ ኣለኹ። ሓድሽ እኽሊ ስለ ዝሃብካና ባረኸካ ኣለኹ። ሓድሽ ወይኒ ስለ ዝሃብካና ባረኸካ ኣለኹ። ስምካ ብሩኽ ይኹን። ጽልያ ኣለኹ እግዚኣብሔር እቲ ብዘንግብ ነገስታት ዝጎድጎደ ኣታ ዓይኒ ማይ ፈልፍል ዝተባህለሉ ዋምላኽ ካብ ኩሎም ኣሕዋተይ ድርሳናት ቅኔታት ሓዱሽ ዝማሬ ሓዱሽ መዝሙር ብስም ኢየሱስ ክርስቶስ ይፍሰስ
ኣብ ህዝብኻ እግዚኣብሔር ህዝብኻ ዘደይብ ንህዝብኻ ዘሳግር ንህዝብኻ ዝመርሕ ንህዝብኻ ዘሐይል ሓድሽ ዝማሬ ሓድሽ ድርሰት ይኹን። ዘመን ምድያብ ይምፃእ። ዘመን ወሰኽ ክብል ኣለኹ፣ ወሰኽ ክብል ኣለኹ። ኣብ ልዕሊ ነፍሲ ወከፍ ኣሕዋተይ ወሰኽ ክብል ኣለኹ። ኣብ ዘለዎም ወሰኽ

ትጽዋዕና ሎምስ ይረኣየና ዋምላኽ ተራ ጽዋዕ ኣይበልናን ተራ ምንባር ኣይንነብርን ዋምላኽ ጽለይ ኣለኹ ዋምላኽ ከምቲ ቃልካ ዝተዛረበና ክብርኻ ማእከልና የብርህ ክንልወጥ ክንቅየር ካልእ ሰብ ምእንቲ ክንከውን ክብርኻ የብርህ ከምቲ ብርሃን እግዚኣብሔር ክብሪ ኣብ ዙርያቶም ጓሶት ምስ በርሀ ዝፈርሁ ክንፈርሃካ ክብርኻ ኣብ ዙርያና ይብራህ ክንልወጥ ክብርኻ ይብራህ ካልእ ሰብ ክንከውን ክብርኻ ይብራህ ወኣምላኽ ንጽሊ ኣለና እዚ መዓልቲ እዚ ከምቲ ንያቦ ሃለሉያ። ንያዕቆብ ኣብ ያቦቕ ዝረኸብካዮ እዛ መዓልቲ እዚኣ ምርካብና ትኹን። ኣሜን። ወኣምላኽ ዘሰ- ዘሸገረ ኣእጋርና ሎም መዓልቲ እግዚኣብሔር ብኣኻ ዝቁጸየሉ መዓልቲ ይኹን። ኣሜን። ኣብ ጥቓኻ ንነብረሉ ግዜ ይኹን። ኣሜን። ምሳኻ ግዜ እነሕልፈሉ ግዜ ይኹን። ኣሜን። ጽልያ ኣለኹ ብስም ኢየሱስ ክርስቶስ ወኣምላኽ ከምቲ ዮሃንስ ኩሉ ግዜ ብልብኻ እናተጸግዐ ዝፈልጠካ ዘይኮነስ ድሕሪ ትንሣኤኻ ግን

ስምካ ባረኽ ስምካ ይባረኽ እዚ ከዓ ጅማሬ ዓብ ነገር ኣብ ቅሜና ስለ ዘሎ ንስምካ ንባረኸ ስለ ዝነበረና ናይ ቃል ግዜ ዋ ኣምላኽ እባረኸካ ዝዘለኻዮ እዚ ምሸት እዚ ስለ ዝኾነ ክብሪ ንስምካ ሓይልን ጸጋን ዝሃብካ ንኹላህና ከዓ ስምካ ባረኾ ሱስ